ነዚ እዩ ኮልፖዲ ኮዳ ማለት ብኣፉ ሓዊ ዘእተኻሉ ሓርገጽ ዋላ ትንፋሱ ሓሊፋ እንከላ ናይ ጭራ ምንቅስቓስ ዝገብር እዩ። ናይ ጭራ ውግእ ማለት እዩ። ኢትዮጵያ ምርጫ ንምግባር ትሸባሸብ ኣላ። ዕሸል በሻሻ ድማ ኣብቲ ምርጫ ከስግእዎ ዝኽእሉ ብዙሓት ተወዳደርቲ ፖለቲከኛታት ኣሲሩን ካብ ኢትዮጵያ ከም ዝወጹን ገይሩ። እዞም ሕጂ ኣብ ኢትዮጵያ ተሪፎም ኣለዉ ዝበሃሉ ፖለቲከኛታት ዘየስግእዎ ኢሉ ዝሓስቦም እዮም። እዚ ቆልዓ ኣብዛ ምርጫ ንኽዕወት ዘይተኣደነ ምውዕዋዕ ጀሚሩ ኣሎ። እዛ መዝሙር ስምዕዋ በጃኹም ኢለኩም። ወላ ንምስምዓ እዝንኻ ትኹርኩሕ መዝሙር ጉጅለ ብልጽግና እዚ መደብ ድማ ኣብ መንጎ ናይ ፖለቲካ ጉጅለታት ምስ ምርጫ ተተሓሒዙ እተገብረ ቃለ መሕትት እዩ። ኣብዚ እዞም ቆልዓ በሻሻ ዝለኣኾም ሰበኽቲ ተዋሪዶም እዮም። እዛ ጅግና ኢትዮጵያዊት ፖለቲከኛ ንፓፓጋሎታት ብልጽግና እናተሰሃለቶም ተዓዘቡ። መደመር መደመር መደመር ብላችኋል። መደመር መጽሐፉን አንብበነዋል። መደመር ማለት ከምዕራፍ ወደ ምዕራፍ ሲሸጋገር የተጣረሱ ሀሳቦች የሚያቀርብ መጽሐፍ ነው ሲጀመር። የኢትዮጵያና የኢትዮጵያ ህዝብ የላብራቶሪ ኣይጣችሁ ነው ወይ? መደመር መደመር ትብሉ ዘለኹም መደመር ማለት ካብ ምዕራፍ ናብ ምዕራፍ ክሰግር እንከሎ ንሓድሕዶም ዝጋጨዉ ሓሳባት ዝሓቖፈ መጽሓፍ እዩ ካብ መጀመርቱ ህዝቢ ኢትዮጵያ ናይ ላባራቶሪ ኣንጭዋ ድዩ ንዓኹም ወይ ኢትዮጵያ ናትኩም ቤተ ፈተነ ድያ ካልእ ብዛዕባ መንእስያት ብዙሕ ትዛረቡ ኣለኹም ናይ መንእስያት ናይ ስራሕ ዕድል ናይ መንእስያት ሃገር ጌርናያ ኣለና ገለ ትብሉ ብዛዕባ ናይ መንእሰይኹም ትዛረቡ ዘለኹም እባ ኣብ ኩናት ዘጥፋእኩሞ እንተጥፍእዎ ብዛዕባ ዘለኹምን መንእሰይ ኣነጽሩለይ እስከ ምኽንያቱ ኣብዘን ዝሓለፋ ዓመታት ንኹናት ዝወዓለ ገንዘብ ክትመን እንከሎ ሕጂ ህዝቢ ኢትዮጵያ ናይ ባኒ መግዝኢ ወይ ናይ ክራይ ገዛ መኽፈሊ ስኢኑ ዝንከራተት ኣይኮነን ክኸውን ነይርዎ ብቢልዮናት ዶላራት ዝቑጸር ኢኹም ናብ ኩናት ኣውዒልኩሞ ስለዚ ብዛዕባ ኣየናይ መንእሰይ ኢኹም ትዛረቡ ዘለኹም ትብል በጦርነት ስላስገደላችሁት እያስገደላችሁ

ኣብዚ ተራ በዓል ጻድቃንን ሳሞራን ዝበሃሉ ሓሸማ ከይተጠቕሰ ዝሕለፍ ኣይኮነን። ጻድቃንን ሳሞራን ብቕርሕንቲ ኪሕ ኢሎም፣ ንኹሉ ፍሽለታቶም ዝድብስ ዕድል ዝረኸቡ መሲልዎም ከይደቀሱ ክውጥኑ'ዮም ዝሓድሩ ዘለዉ። ጻድቃንን ሳሞራን ያኢ ምኩራት ኣማኸርቲ ኮይኖም ንዕሸል በሻሻ ዝሃብዎ ምኽሪ ሰራዊት ትግራይ ቁመናኡ ፈሪሱ ስለዘሎ ወተሃደራዊ መናውራ እንተጌርካ ህወሓት ብፍርሒ ንደራደር ክብሉ እዮም ንሰራዊት ትግራይ ኣብ ድርድር ኣእቲኻ ምዕራባዊ ምብራቓውን ማእከላይን ዝበሃል ሰለስተ ግንባራት ከፊትካ ንትግራይ ተቖፃፂርካ ንኤርትራ ሃሪምካ ጎብለል ናይ ዞባ ብምዃን ንኢማራት ተሐጉሳ ዝብል ሻሎው ዝኾነ ምኽሪ ሂቦሞ ተልመዴን ወታሃደር ወዲ በሻሻ ድማ ከምዘላታ ጎሲሙ በታ ዘላቶ ናይ ምሕሳውን ምግናንን ክእለት ተጠቒሙ ንኢትዮጵያ ናብ ገደል ይኹብኩባ እንሆ። እዚ እንሪኦ ዘለና ኣጽዋር ወዲ በሻሻ ካበይ ዝመጸ እዩ እንተልኩም ድማ በቲ ረቂቕ መሓውር ስለያ ሻዕብያ ምስ ዋግኡን ዝርዝሩን ካብ ዝረኸቦ ጭብጢ ክልተ ከቕርበልኩም። እቲ ገንዘብ ናይ ኢማራት እዩ። ኣጽዋር ድማ ካብ ቤላሩስን ኢራንን እዩ ዝግዛእ ዘሎ። እቲ ጽዋር ንኢማራት እዩ ዝሽየጠላ። ድሕሪኡ ንኢትዮጵያ ይወሃብ። ኢትዮጵያ ብቐጥታ

እቲ ሰራዊት ሙርኮኛ ጁላ ዝርከባ ተመኩሩ እታ ኣብ ትግራይ እተገብረት ውጊኣ ነይራ ኣብ ትግራይ ንእሽቶ ተመኩሮ ቀሲሙ ገና ከይሰረረ ምስ ፋኖ ተጋጭው ኣብኣ ድማ ሃሊቁ እዩ ንሱ ናይ በዓል ጻድቃን ውጥን ከተግብር ዝኽእል ብቑዕ ሰራዊት ብልጽግና ኣብ ትሕቲ ፀሓይ የልቦን ስለዚ ህዝቢ ትግራይ ነዚ ዝካየደሉ ዘሎ ስነ ኣእምራዊ ኹናት ብግቡእ ተገንዚቡ ብታህዲድ ዝዕሸል ሰገጥ ከይበለ ጸኒዑ በቲ ሒዝዎ ዘሎ ናይ ሓዋሩ ሰላምን ምዕባለን ዘምጽኣሉ ጉዕዞ ጽምዶ ክምርሽ ጥራይ ድማ'ዩ እቲ እንኮ መገዲ። እቲ ፍታሕ ሕጂ'ውን ጽምዶ'ዩ። ንዕረፍቲ ኣባል ጽምዶ ኪዳነ ኣመነ።
ህዝቢ ትግራይ ኣብ ታሪኽ ሰለስተ ኣርባዕተ ግዜ ምስ ህዝቢ ኤርትራ ኮይኑ ሰሚሩ ተላፊኑ ጸሚዱ ታሪኽ ሰሪሑ እዩ። ጽምዶ ህዝብታት እዚ ዞባዚ በዚ ዘለዎ ናህሪ ክቕጽል ኣሎ፣ ክቕጽል ድማ እዩ። ነዚ ክዕንቅጽን ደው ከብልን ዝኽእል ሓይሊ ከም ዘየለ ምሉእ ብምሉእ ተረጋጊጹ እዩ። ንናይ ህዝብታት ድሌት ክዕንቅጽን ደው ከብልን ዝኽእል ሓይሊ የለን። ናይ ህዝቢ ትግራይ ሞራል ክብ ንምባል እምበኣር ኣብ መሪሕነት ዘለዉ ኣካላት ትግራይ ከይተሓለሉ ክሰርሑ እዩ ዘለዎም። ህዝቢ ትግራይ ኣተኩርኡ ናብቲ ናይ ሓዋሩ ፍታሕ ዘምጽኣሉ ጽምዶ ክገብር ብግዝያዊ ዶሮና ዕሸል በሻሻ ከይዕብለኹ ኩሉ ሰብ ግቡኡ ክገብር ኣለዎ። እቲ ንተልእኾ ኢማራት ንምትግባር ጸደፍደፍ ክብል ዝጸንሐ ደሮና ወዲ በሻሻ ተቓሊዑስ ድሮ ዝግ ክብል ጀሚሩ ኣሎ። ፕረዚደንት ቱርኪ ሚኒስተር ጉዳያት ወጻእ ስዑድያን ኣብ ኢትዮጵያ ኣብ ዝገበርዎ ምብጻሕ ንዕሸል በሻሻ መጠንቀቕታ እዮም ሂቦሞ። ንከባቢኻ ንምህዋኽ እትገብሮ ዘለኻ ፈንጠርጠር ደው ኣብሎ ዝብል ንጹር መጠንቀቕታ። መራሒ ቱርኪ ፕረዚደንት ኤርዶጋን ንወዲ በሻሻ እንታይ ከም ዝበሎ ንምፍላጥ ነታ ዕሸል በሻሻ ኣብ ቅድሚ ኤርዶጋን ዝሃባ ጋዜጣዊ መግለጺ ምርኣይ እኹል እዩ። ከሞላ ጎደል በሁለትዮሽ እና በመልትለተራል ጉዳይ የነበረን ውይይት እጅግ ውጤታማ እና ፍሬያማ ነበር። ዕሸል በሻሻ ኣብቲ ዑደት ኣበየናይ ጉዳያት ከም ተረዳድኡ ክገልጽ እንከሎ ኣብ ሓደ ወሰንቲ ጉዳያት ምስ ፕረዚደንት ኤርዶጋን ተረዳዲእና ይብል እሞ ናብቲ ዝርዝር ይኸይድ። ኣብ መንጎ ቱርክን ኢትዮጵያን ዘሎ ንግዲ ናብ ሓደ ቢልዮን ዶላር ክበጽሕ ኣብ ስምምዕ በጺሕና ኣለና እዩ ዝብል ዝዕሸል ኣብታ ናይ ባሕሪ ግን ኣብ ስምምዕ በጺሕና ወይ ድማ ቱርኪ ንጠለብና ተቐቢላቶ ኣይብልን ነቲ ጉዳይ ተዛቲናሉ ኢሉ እዩ ዝሓልፎ እንታይ ደኣ ደምዲምኩም ዝብል ሓታት እንተዝርከብ እቲ መልሲ ፍሉጥ እዩ ኢድካ ክትቁረጽ ኢኻ እዩ ተባሂሉ። ኣገዳሲ ሓበሬታ እዩ ናብ ኩሉ ክበፅሕ ድማ ሼር ግበርዎ። ጠቅላይ ሚኒስትር ዶክተር ኣብይ ብትግርኛ ኣብ ዝገበሮ ቃለ መሕትት ኣብ ትግራይ ንዘለዉ መርሕነት ናይ ህወሓት ከዋርድን ክፀርፍን ክነኣእስን ድሕሪ ምርኣይና ሕጂ ከዓ ሽማግለታት ሰዲዱ እንተደኣ ምሳይ ኮይንኩም ትውግኑ ወይ ድማ እንተደኣ ምሳይ ትሰርሑ ኮይንኩም ምስ ሻዕብያን ምስ ፋኖን እትሰርሕዎ ስራሕ ደው ኣቢልኩም ንዖኦም ተቃራኒ ዝኾነ ዘረባ ተዛረቡ ንሕና ድማ ምዕራብ ትግራይ ወልቃይት ፀገዴ ሑመራ ዝብሃል ክንህበኩም ኢና ዝብል ሽምግልና ሰዲድሎም ከም ዘሎ ንሰምዕ ኣለና ኢትዮ ፎረም ትማሊ ኣብ ዘውፅኦ ሓበሬታ እዩ እዚ ሓበሬታ እዚ ተፈሊጡ ስለዚ ኣብይ ኣሕመድ ኣብ ሚድያ ይፍክር ብውሽጢ ድማ ይልምን ማለት እዩ ስለዚ እቶም ትማሊ ኣብይ ኣሕመድ ከምዚ ይብል ነይሩ ከምዚ ይብል ነይሩ ከምዚ ይብል ነይሩ ኢልኩም ትዛረቡ ዝነበርኩም እሞ ሎሚ ድማ ካልእ ሓሳብ ሒዙ ምስ መጸ ከኣ መቓልስትና ኢዩ እትብሉ ዘለኹም ከኣ ቁርብ ከም ሰብ ሕሰቡ ትማሊ ዝነበረ ነገር ትማሊ ኢዩ ሎሚ ከኣ ካልእ ኢዩ እምበር ትማሊ ትማሊ መንግስቲ ኤርትራ ናይ ሰላም ናይ ልምዓት ሓይሊ ምዃኑ ኢትዮፕያ ጥራይ ዘይኮነስ ዓለም ፈሊጡ ኢዩ ዘሎ ይብል ከም ዝነበረ ኣይትረስዑ ሎሚ ብዛዕባ ኤርትራ ሕማቅ እንተተዛረበ መቃለስትኻ ክኸውን የብሉን ብዛዕባ ኤርትራ ሕማቅ ልዕሊ ኤርትራውያን ዝፈልጥ ማንም ስለዘየለ ብሩኽ መዓልቲ። ታይ ዝባሃል ሪኢቶ መደመር ዝባሃል ቅድሚቱን ድሕሪቱን ዘይፍለጥ ርእተ ዓለም ሒዘ መፅእ ኣለኹ ኢልካ ሓንሳብ ሃይማኖታዊ ትመስል ሓንሳብ ከዓ መደመር ማለት መን መንን እዮም ዝድመሩ ብዘይፈሊ መንገዲ ስዑልካ መደመር እናበልካ ዝኾነ መጽሓፍ ኣምሪቐ ኣለኹ እናበልካ ተዛሪብካ ንኢትዮጵያ ዕንወት ሒዝካ ስለ ዝመጻኻ ብርሰት ሒዝካ ስለ ዝመጻኻ እንታይ ለውጢ ሒዙ መጽዩ ብሆዴድ ኢትዮጵያ ካብ ልምዓትን ካብ ዲሞክራሲ ካብ ሰላም ኣውፅዩ ናብ ፀልማት እእትዋ ናብ ሕድሕዳዊ ጎነፅ እእትዋ ናብ ሕድሕዳዊ ኩናት ሸሚምዋ ሰብ ብዘይ ፍትሒ ብዘይ ፍርዲ ዝርሸነላ ገይርዋ ኢኮኖሚ ናይዚ ሃገር ጠዋዕዋዕ ኢሉ ክወድቕ ገይርዋ ብዲፕሎማሲ ክትግለል ገይርዋ። ሲኦል ሃገር ክትከውን ገይርዋ። እዚ ድዩ እቲ ለውጢ ማለት? እዞም ናይ ሎሚ እኒሀው ግን ስልጣን ስኢንና ኢሎም ቀጨምጨምጨምጨምጨምጨም ኢሎም ዝኾነ ዘይኮነን ሕሶት እሞ ከዓ ህዝቢ ትግራይ ኣኽቢዱ ዝሪኦም ዝነበረ ኣኽቢሩ ደቂ ኢሉ ዝሓስቦም ዝነበረ ሰባት ከምዚ ኢሎም ወሪዶም ክዛረቡ እንተለዉ እሞ ከዓ ሕሶት ሕሶት እኒሀዎም ክነግረካ ሕዚ ጉዕሽ ገብረስ ኢማጅን ኣብ ውሽጢ ኮይኖምስ ሰራዊት ትግራይ ንምፍራስ ኢና ንሰርሕ ነርና ኢሎም ኦፍኮርስ እዚ ይፍለጥ ነይሩ እዩ ይፍለጥ ነይሩ እሱ ዝሰርሑ ዘለዎ ምዃኖም ብተደጋጋሚ ካብ ቢሮ ፀጥታ መግለፂ ውሃብ ነይሩ እዩ ህዝቢ ትግራይ ይዛረብ ነይሩ እዩ እንታይ ይሰርሑ ከም ዘለዉ ይፍለጥ ነይሩ እዩ ክሳብ ኣዛዝ ናይ ሰራዊት ኣነ እየ ኢሉ ብሓይሊ ክእዝዝ ሞኪሩ ኢዩ ሐዚ ኸኣ ምስ ከደ እንደገና ምስካ ትርኢ ኣለኻ ዝኾነን ዘይኮነን ብዙሕ ዘረባ ዓዘፍዘፍ ይብለ ማለት እዩ ብዙሕ ዘረባ ዓዚፉ እቲ ናይ ወዱ ሕማም ሓደ ትሕስድድ እዩ ልዕልነት ሕጊ ክኽበር ኣለዎ ክበሃል ከሎ ጥፍኣተኛ ኮይኑ ንፀላእን ይስልል ነይሩ ንኣብዪ ኣሕመድ ሰራዊት ትግራይ ኣፍሪሱስ ትግራይ ናብ ኣብይ ሕመድ ኢዳ ክትህብ እንድዩ ዝሰርሕ ነይሩ ነዙይ ሒዝካ ምስዳድ ጥፍኣት እዩ ዋላ ንኩሎም ይብለካ ኣሎ ኩሎምስ ይፍሉጥ እዮም ውሽጦም እንታይ ይሰርሑ ኣለዉ እንታይ ይገብሩ ኣለዉ ኣብዚ ኮይኖም እንታይ ምስልሉ ዘለዉ ከመይ ገይሮም ነቲ ሰራዊትሲ ኣብዚ ኮይኖም ከፍርስዎ እሞ ኣብዚ ኮይኖም ስልጣን ክቆፃፀሩ እዩ ነይሩ ድሌቶም ኣብዚኣ ምዃኑ ኣብያቶም ኣብ መጨረሻ ፈርጢጦም ሃዲሞም ኮይዶም ፈርጢጦም ምስ ከዱ ሐዚ እንታይ ይብሉ ኣለዉ በቃ ንፀላኢ ንሰርሕ ነርና ኢልካ ዓይነ ሽኡ ኢልካ ዓይኑ ዘፍጠጠ ዓይኖም ብጨው ሓፅቦምስ ንፀላእ ንሰርሕ ነርና ከምዚ ንገብር ነርና እዚ ንገብር ነርና ግን ይብሉ እዮም ባ ኣበይ ብግልፂ እምበይ ብግልፂ እኮ እዩ በቃ እቲ እዙይ ሲ ፈሪሱ እዩ እኮ ኢሎም ሕወሓት ፈሪሱ እዩ ትግራይ ኣቢሉ እዩ በቃ እዚ ገበነኛ ጉጅለ ይብልዎ ኣለዉ እምበር ናይ ገበነኛ ጉጅለ ሓላው ሰራዊት ይብልዎ ኣለዉ ነቲ ሰራዊት ኣብ ውሽጢ ኮይኖም ንኸፍርስዎ መዓት እዮም ሞኪሮም እንታይ ኢልካ ወዲ ኣባተ ኣነ ዝሃነፅክዎ ሰራዊት እዩ ብዝርዝር ይፈልጦ እየ ግን ካብ ሰኢለ ካብ ዝፈርስስ ካብ ስኢሉ ብሓደ ግዜ ዝፈርስ እሞና ኩናት ካብ ንኣቱ ኢልካ ቀስ እናበለ ይፍረስ ቀስ እናበለስ ብዘይ ኩናት ቀስ እናበለ ንክፈርስ ኢና ንሰርሕ ነርና ኮይኑ እዙይ ዝገብሩ ዘሎ ምዃኑ ካብ ፍሳ ማንጁስ ይፈልጥ ወዲ ወረደ ይፈልጥ ቤት ፅሕፈት ህወሓት ይፈልጡ ልዕልነት ሕጊ ይከበር እናበለ ኣብ ሚድያ ዘለና ሰባት ብተደጋጋሚ ንዛረብ ሰማዕ ግን የለን ኣብ መጨረሻ ንብረት ናይ መንግስቲ ሒዞም ሃዲሞም ከይዶም ስለዚ እዚኣቶም መንዳዕቲ ናይ ትግራይ እዮም ይልካ ኣለኹ። መንዳዕቲ ናይ ትግራይ እዮም ግን ኣባይ ጥንሑ ሽግር የብሉ ኣባይ ጥንሑ ከም ትማሊ ሕወሓት ምሕረት ክትበና እያ ኢሎም ንፅቦይ እንተሃልዮም ግን ታረም መዓንቲ ዝህትፍዋ ዘለዉ ናወፅኡ ናብ ሚድያ ግን ዋጋ ክኸፍሉላ እዮም። ሓይልታት ምክልኻል ትግራይ ዋጋ ክኸፍሎም እዩ። ሕወሓት እውን ኣብዚኣ ቁርጥ ዝበለ መርገፂ ሒዛ ዋግኦም ክትቦም ትዘይክኢላ ከምቲ ናይ ቅድሚ ሕዚ ዝነበረ በቃ ዲሞክራሲ እንድዩ ፍትሒ እንድዩ ብፆትና እንድዮም ተቓሊሶም እንድዮም ብዙሕ ዋጋ ከፊሎም እንድዮም ድሓን ኣሽላንወሎም ገለመለ ዝበሃል ህዝቢ ትግራይ እናዕናኻ ህዝቢ ትግራይ እናፍረስካ ህዝቢ ትግራይ ክጠፍእ እናገበርካ ከምዚ ዝበሃል ሙስሊነት ዓይነት ነገር ግን ክህሉ የብሉን። ዝቐፅዕ ሕጊ ክወፅ ክእል ኣሎ ናይታ ሕዚ ዘረዋ ዘለዉ ፅሓንጎ ዋጋ ክኸፍሉላ ምዃኖም ክፈልጡ ክኽእሉ ኣለዎም ዝብል እምነት ኣለኒ። ካብ ቀዳማይ ሚኒስተር ኣብይ ኣሕመድ ንምፃእ ቀዳማይ ሚኒስተር ኣብይ ኣሕመድ ብትግርኛ ትማሊ ቃለ ምልልስ ኣካይዶም ካብ ኣርባዓ ደቂቃ ዝወሰደ ብምስላታት ዝተዓጀበ ቃለ ምልልስ እዩ ነይሩ። ቃለ ምልልስ ንክትብሎ እውን ቁሩብ ዘፀግም እዩ። መብርሂ ኢኻ ክትብሎ ትኽእል ሕቶታት ኣይነበሮን። ብዝኾነ ዘልዐልዎም ነጥብታት ነይሮም ብፍላይ ምስ ትግራይ ተኣሳሲሩን ምስ ህወሓት ተኣሳሲሩን ዘልዐልዎ ነጥቢ ኣሎ። ህወሓት ኣብ ዓሰርተ ትሽዓተ ክፍለ ዘመን ዘሎ ንለውጢ ዘይቕበል ምስ ግዜ ዘይኸይድ ውድብ እዩ። ስለዚ ኣትሊስት ኣብቲ ሽዑ እዋን ቅድሚ ኩነታት መንእሰይ ይመርሖ ተዝፀንሕ ንቲ ውድብ ንታ ክልል ናብዚ ኣቲናዮ ዘለና ደማዊ ኩናት እውን ኣይምኣተናን። ነዚ እቲ ውድብ ብዕድመ ዝዓበዩ ምስ ግዜ ዘይኸዱ ሰባት እናተመርሐ ናብ ፀገም ይወድቕ ኣሎ። ንህዝቢ ትግራይ እውን ናብ ፀገም የእትዎ ኣሎ። ከም ውፅኢቱ ድማ ሕዚ ምስ መንእሰይ ትግራይ ምስ ኢሊታት ትግራይ ምስ ህዝቢ ትግራይ ተባኢሱ ኣሎ ዝብል ነጥቢ ኣልዒሎም ነይሮም። ከመይ ርኢኻዮ?
ኣነ ጌጋ እዩ እየ ዝብል ሱር ካብ መጀመርቱ እቲ ፅሑፍ ኣብርሃም በላይ እዩ ጽሒፉ ሂብዎ ልዕሊ ሓደ ወርሒ ተለማሚድዎ እዩ መጽዩ ኣብርሃም በላይ ጽሒፉ ሂብዎስ ሓደ ተለማሚድዎ መጽዩ ገይታቸው እውን ሓደ ሓደ ነገር ሓጊጅዎ እዩ ዝበሃል ካብኡተን ምስላታት ናይ ትግርኛ ብደንቢ እዩ ኣቢሎ መዚ ድሓር ናብተን ምስላታት ክመጽ እየ ሽሩ ግን እቲ ዝሃቦ ትማሊ መብርሂ ብመሰረቱ ካብ ናይ ትማሊ ጥፋት ከምዘይተምሃረ እዩ ዘርእየካ ኣይተምሃረን። ትማሊ ኣብ ልዕሊ ህዝቢ ትግራይ ጥፍኣት ፈፂሙ ጆኖሳይድ ፈፂሙ ማለት እዩ።